ሰላም ክቡራት ተኻታተልትና ከመይ ትቕንዩ ንሎሚ ኣዳልናልኩም ዘለና መደብ ነቶም ዜግነት ይኹን ካልእ መንበሪ ፍቓድ ኣመልኪቶምም ዘለዉ ብዩዲኢ ዝወፀ ሓድሽ ሓበሬታ ናይ ኣባይቲ ዕዳጋ ኖርወይ ከመይ ከም ዘሎን ከምኡ እውን ናብ ዘቕረቦ ጸብጻብ ናይ 221 ናይ ሓገዝ ኣገልግሎታት ክኸውን እዩ ምክትታልኩም ንዕድም እዚ ቻነል ነቶም ኣብ ኖርወይ ብሓፈሻ ድማ ኣብ ስደት ሃገር ንነብር ምስ መዓልታዊ ህይወትና ዝተሓሓዝ ጉዳያት ሓደስቲ ሓበሬታታትን ዝድህስስ መደባት ሒዙልኩም ክቐርብ ዝተበገሰ እዩ። ብቐረባ ክትከታተሉ ንካልኦት ድማ ክበጽሖም ሳብስክራይብ፣ ሼር ክትገብሩ ነዘኻኽር። ናብ ብዝቐረቦ ጸብጻብ መሰረት ኣብ 2021 ልዕሊ ሰለስተ ሚልዮን ህዝቢ ኖርወይ ካብ መንግስታዊ ሓገዝ ከም ዝተዋህቦም ሓቢሩ። ጠቕላላ እቲ ዝተዋህበ ገንዘብ 523 ሚልዮን ክሮነር ከም ዝኾነን እዚ ድማ ንጥሮታ ዝተኸፍለ ገንዘብ ከም ዘጠቓለልን ገሊጹ። እዚ ማለት ናብ ሓደ ሚልዮን ክሮነር ኣብ ነፍሲ ወከፍ ደቒቕ ኣብ ምሉእ ዓመት 2021 ከም ዝኸፈለ እቲ ጸብጻብ የመልክት። ካብቲ ዝተኸፍለ ገንዘብ እቲ ዓሰርተ ሚልዮን ንኣብ ወጻኢ ሃገር ዝነብሩ ኖርወጃውያን ዝተኸፍለ ኮይኑ መብዛሕቲኦም ኣብ ሽወደን ዝነብሩ ናይ ኖርወይ መንበሪ ፍቓድ ዘለዎም ሰባት እዮም። እቲ ገንዘብ ንጥሮታ፣ ንስንኩላን፣ ንብሕማም ካብ ስራሕ ዝበኾሩ ከምኡውን ካብ ስርሖም ዝተፋነዉ ሰባት ንሓገዝ ተባሂሉ ከምዝወጸ ይሕበር። ዩዲ ኣብዚ ቀረባ ግዜ ነቶም ዜግነትን ዝተፈላለየ መንበሪ ፍቓድን ክወሃቦም ዝሓተቱ ሰባት ናይ ትጽቢት ግዜ ኣናዊሕዎ ኣሎ ነቶም ዜግነት ዝሓተቱ ናይ ትጽቢት ግዜ ክሳብ 16 ኣዋርሕ ከናውሖ ከሎ ነቶም ቀዋሚ ወይ ግዜያዊ መንበሪ ፍቓድ ዝሓቱ ድማ ክሳብ 17 ኣዋርሕ ኣናዊሕዎ ኣሎ እቲ ትጽቢት ግዜ ካብቲ እቶም ኣመልከትቲ እንዳ ፖሊስ ከይዶም ወረቓቶም ዘረከብሉ ግዜ ኣትሒዙ ከም ዝቖጽርን እቲ ምስላጥ ኣሰራርሓ ድማ ካብቲ ዝተባህለ ግዜ ክናዋሕን ክሓጽርን ከም ዝኽእል ኣብቲ ወብሳይቶም ዝዘርግሑ ሓበሬታ ገሊጾም። ኣሰራርሓ ናይ ምስላጥ፣ ኣመልከትቲ ናብ ፖሊስ ብምኻድ ወረቓቕቶም ድሕሪ ምርካቦም፣ ፖሊስ ድማ ብዝኣከብዎ ሓበሬታ መሰረት ነቲ ጉዳይ ከሳልጥዎ ይፍትኑ። ፖሊስ ነቲ ጉዳይ ባዕሎም ከሳልጥዎ እንተዘይክኢሎም፣ ነቲ ወረቓቕቲ ናብ ዩዲኢ ከም ዘሕልፍዎን ብድሕሪኡ ድማ ሓደ ሰብ ተመዚዙሉ ነቲ ፋይላት ምጽራይ ክሳብ ዝግበረሉ ክዳናጎ ከም ዝኽእል እቲ ናይ ዩዲኢ ወብሳይት ይሕብር። እቶም ካብ ፖሊስ ናብ ዩዲኢ ዝሓልፉ ጉዳያት ኣብ ሰለስተ ከም ዝኽፈሉ የነጽር። እቲ ቀዳማይ ኣመልካቲ ክሲ እንተ ነይርዎ፣ ካልኣይ ብፖሊስ ወይ ናይ ገንዘብ መቕጻዕቲ እንተ ጸኒሕዎ፣ ሳልሳይ ብፖሊስ ዝምርመር ዘሎ ገበን ዝተሳተፈ እንተ ኾይኑ እዩ። ነቶም ዝኾነ ምስዘን ሰለስተ ነጥብታት ዝተሓሓዝ ጉዳይ ዘለዎም ሰባት ናብቲ ኣብ ከባቢኦም ዝርከብ መደበር ፖሊስ ብምኻድ ጉዳዮም ክከታተሉን ክሳብ መዓልቦ ዝረክብ ድማ ጉዳዮም ከምዘይሳለጥ ሓቢሮም ኣለው። እዚ ከምዚ ኢሉ እንከሎ እቶም ኣመልከትቲ ጉዳዮም ብህጹጽ ክረኣየሎም ምስ ዝደልዩ እቲ ዘቕርብዎ ምኽንያት ብቑዕ ኮይኑ እንተተረኺቡ ንዕኡ ዝድግፍ መሰነይታ ወረቐት ድማ እንተኣቕሪቦም ናይ ጉዳዮም መስርሕ ክቃላጠፍ ከምዝኽእል ሓቢሮም ኣለው። እቲ ብቑዕ ምኽንያት ዝበሃል ዘሎ ኣብ ሸውዓተ ነጥብታት ዝተዘርዘረ ኮይኑ ከምዚ ዝስዕብ ይብል። ሓደ ንህይወት ቀረባ ቤተሰብካ ኣብ ሓደጋ ዘእቱ ኩነታት ምስ ዝፍጠር ወይ ጽኑዕ ሓሚሞም ምስ ዝህልዉ እሞ ናይ ሕክምና ወረቓቕቲ ከተቕርብ ምስ እትኽእል። ክልተ ሞት ናይ ዝኾነ መቕርብ ቤተሰብ ምስ ዘጋጥም። ሳልሳይ፣ ዘይተጸበኻዮ ፍጻመታት ከም ኣብነት ባህርያዊ ሓደጋን ኲናትን ዝኣመሰሉ ምስ ዘጋጥም። ራብዓይ፣ ብሕክምና ኣብ ወጻኢ ሃገር ምስ ትህሉ እሞ ዜግነት ይኹን መንበሪ ፍቓድ ምስ እትሕተት። ሓምሻይ፣ ናብ ወጻኢ ሃገር ኬድካ ትምህርትኻ ክትቅጽል ምስ እትደሊ እሞ ዜግነት ወይ መንበሪ ፍቓድ ምስ ዘድልየካ። ሻድሻይ፣ ብቤት ትምህርቲ ዝተዳለወ ናብ ወጻኢ ሃገር ዝግበር ዑደት ምስ ዝህልወካ። ሻብዓይ፣ ትሕቲ ዓሰርተ ሸሞንተ ዓመት ኮይንካ ቀዋሚ መንበሪ ፍቓድ ምስ ዘይህልወካ። ካልእን ዝብሉ ይርከብዎም። ዕዳጋታት ገዛውቲ ኣብ ኖርወይ ኣብ ዝሓሸ ደረጃ ይሰጋገር ከም ዘሎ ተሓቢሩ ኣብቲ ነት ኣቪሰን ቅድሚ ሰሙን ዝዘርኮ ሓበሬታ ኣብዚ እዋን ብዝሒ ገዛውቲ ካብቶም ክዕድጉ ዝደልዩ በዚሑ ከም ዘሎ ገሊጹ ኣብ ዝሓለፈ ኣዋርሕ ጥርን የካቲትን ዋጋታት ገዛውቲ ክሳብ 1.5 ፐርሰንት ብምውሳኽ ካብ ንቡር ንላዕሊ ንሂሩ ከም ዝነበረን ብሓፈሻ ድማ ኣብዘን ዝሓለፋ ሽዱሽተ ኣዋርሕ ክረአ እንከሎ ክሳብ ሽዱሽተ ነጥቢ ሰለስተ ወሲኹ ከም ዝጸንሐን የረድእ። ኣብ ኦስሎ ጥራይ ዋጋ ገዛውቲ ኣብ ዝሓለፈ ወርሒ የካቲት ብክልተ ነጥቢ ሓሙሽተ ፐርሰንት ወሰኽ ከም ዘርኣየ ተገሊጹ ነይሩ። ብመሰረት ዲኤንቢ ባንክ ኣብዛ ወርሒ ሚያዝያ እቲ ኩነታት ብኣንጻሩ ይቕየር ከም ዘሎን ቀረብ ዕዳጋ ገዛውቲ ክሳብ ዕስራ ፐርሰንት ከም ዝበጽሐን ይገልጽ። እዚ ድማ እቶም ገዛ ክዕድጉ ዝደልዩ ዝሓሸ ገዛውቲ ብዝሓሸ ዋጋ ክረኽቡ ክሕግዞም ከም ዝኽእል እቲ ሓበሬታ የረድእ። ምስ ዝሓለፈ ዓመት ኣወዳዲርካ ኣብ መጋቢት ክሳብ ዓሰርተ ፐርሰንት ዝበጽሕ ዋሕዲ መሸጣ ገዛውቲ ከም ዝተራእየ እቲ ጸብጻብ ይሕብር። እዚ ከምዚ ኢሉ እንከሎ፣ ምምሕዳር ኦስሎ ነቶም ልዑል ኣታዊ ዘለዎም ገዛ ክገዝኡ ዝደልዩ ክሕግዞም ምዃኑ ሓበሬታ ኣውጺኡ። ቅጥዕታት እቶም ኣብዚ ሰፈር ዝምደቡ ሰባት፣ እቶም ልዕሊ ሽዱሽተ ሚእቲ ሽሕ ኣብ ዓመት ኣታዊ ዘለዎም ንመጀመርያ ግዜ ገዛ ክዕድጉ ዝደልዩ ወይ'ውን ገዛ ዘይብሎም ኮይኖም ሸውዓተ ሚእትን ሓምሳን ሽሕ ክሮነር ኣታዊ ዘለዎም፣ ሰባት ክኾኑ ኣለዎም ይብል። ብመሰረት ኣቪሳ ኦስሎ ካብ ዕስራን ሽዱሽተን ክሳብ ሓምሳ ዝኾኑ ተወከልቲ ናይ ኦስሎ ቃውንስል ንብባዕሎም ኣብዚ መደብ ከምዝኣትዉን እቲ ሕጊ ንዕኦም ከምዝጥዕም ገይሮም ሰሪዖም ክኾኑ ከምዝኽእሉ ትሕብር። ኤፍኣርፔ ፓርቲ እቲ ዕዳጋታት ኣባይቲ ኦስሎ ካብ ዓቐን ንላዕሊ ሓሊፉ ከምዘሎን ሓደስቲ ገዛውቲ ክስርሑ ከምዘለዎን ከምዝኣምን ይሕብር። ብመሰረት እዚ ዝቐረበ ጸብጻብ ኣባይቲ ኖርወይ ኣብዘን ዝሓለፋ ክልተ ዓመታት እናወሰኸ ክኸይድ ድሕሪ ምጽንሑ ኣብዚ እዋንዚ ግን ነገራት ይቕየር ከም ዘሎ ይሕበር። ክቡራት ሰማዕትና ንሎሚ ዳልናልኩም ዝነበርና መደብ እዚ እዩ ነይሩ። ኣብ ዝመጽእ ብኻልእ መደብ ክሳብ ንራኸብ ሰላም ንኹልና።